እቲ ሎማዓንቲ መግለፂ ንበሉ ዘለና ጉዳይ ኣብ ጥቅምቲ 16 ዝካየድ ኣብ ዝተመረፃ ናይ ዓበይቲ ዋና ከተማታት ናይ ትግራይ ዝካየድ ዓብዪ ጉያ ኣመልኪትና እንሆ ዘለና መግለፂ እዩ። ከምቲ ኩላትና ንፈልጦት ክሳብ ሕዚ ሃርበኛታት ትግራይ ስድራ ስዋኣት ሃርበኛታት ትግራይ ስድራ ስዋኣት ትግራይ ንምሕጋዝ ከም ግዜያዊ ምሕዳር እውን ህዝቢ እውን ዝተፈላለየ ደጋፍ እናገበረ እዩ ዝርከብ ብፍላይ ድማ ሃርበኛታትናን ስድራ ስዋኣት ሃርበኛታትናን ዓርሶም ክኽእሉ ኣካላውን ስነልቦናውን ሕውየት ከረጋግፁ ንምግባር ዝግበር ዘሎ ፃዕሪ ብጣዕሚ ልዑል እዩ። እዚ ድማ ግቡእ ኣፍልጦን ክብርን ዝግበኦ ምዃኑ ኩላትና ንፈልጦ እዩ። ስለዝኾነ ንዝሓለፈ ክልተ ዓመት እቲ ሃርበኛታትና ዘለውዎ ኩነታት ይፍለጥ እዩ። ብፍላይ ጉድኣትና ዘለውዎ ኩነታት ይፍለጥ እዩ። ቅድሚ ናብ እግሪ ምትካል ምስጋርና ዝገጠሞም መጉዳእቲ ክሓዊ ስለ ዘለዎ ግቡእ ዝኾነ ሕክምና ክረኽቡ ስለ ዘለዎም ስነ ልቦንኦም ክመሓየሽ ስለ ዘለዎ ዝለዓለ ፃዕሪ ኣብ ሕክምና ኢና እናሰራሕና ንርከብ። በዚ መንገዲ ድማ ኣዝዩ ብዙሕ ጉዱእ ክረኽቦ ዝግባእ መሰረታዊ ዝበሃል ሕክምና ኣብ ውሽጢ ትግራይ እውን ካብ ትግራይ ወፃኢ ኣብ ኣዲስ ኣበባ እውን ኣብ ወፃእ እውን ካብ ኢትዮጵያ ወፃእ እውን ክከም ዘለዎ ኣካላዊ መጉዳእትን ክከም ዝተኣዘዘሉ ሕክምናን ክሕከም ቀልጢፉ ክሓዊ ስለ ዝኾነ ንእግሪ ምትካል ድሉው ክኸውን ዘኽእሉ ናይ ሕክምና ስራሕቲ እናተሰርሑ ይርከቡ ማለት እዩ። በዚ እውን ቁፅሩ ዘይነዓቕ ውዱእ እቲ ክረኽቦ ዝኽእል ሕክምና እንተወሓደ ብህይወት ክቕፅል ስንክልንኡ ክመሓየሽ ንምግባር ዘኽእል ስራሕቲ ተሰሪሑ እዩ። ዝተፈላለየ ኣብ ዝተፈላለየ እዋን ብዝተፈላለየ መንገዲ እውን እናገለፅናዮ መፂና ኢና ማለት እዩ። ብፍላይ ድማ ኣብ ጎሎን ብርክን፣ ኣብ ገፅን መንጋጋን፣ ኣብ ምንዋሕ እግሪ፣ ኣብ ዓይኒ፣ ኣብዚኦምን ኣብ ካልኦትን ዝተሰርሐ ስራሕ ፅቡቕ ውፅኢት ዝተረኸበሉ ስራሕቲ ምስራሕ ተኻኢሉ እዩ ማለት እዩ። እዚ ኣብ ጉድኣትና ንሰርሖ ዘለና ስራሕ እዩ ሕዚ እውን ዝተፈላለዩ ወፍርታት እናካየድና ንርከብ ናይ ደገ ሓካይም ተጠቒምና ንደገ ልኢኽና ካብ ደገ እውን ሓካይም ናብ መቐለ ብምምፃእ ካብ ኣዲስ ኣበባ እውን ሓካይም ብምምፃእ ብዙሕ ቁፅሪ ዘለዎ ጉዱእና ኣብ ዓዱ ከይተንገላትዐ ወፃኢ ቀኒስና ናይ ባዕልና ሰብ ሙያ እውን ክእለትን ዓቕምን ዘጥርዩሉ ብዘጥርዩሉ መንገዲ ግልጋሎት እናሃብና ንርከብ ምዃንና ይፍለጥ እዩ። እዚ ከም ዘሎ ኮይኑ እቲ ዘለና ጠለብ ዘለውና ሕቶታት ግን ብጣዕሚ ብዙሓት እዮም። ገና ሕዚ እውን ከቢድ ገዛ ዕዮ እዩ ዘለና ከም ህዝቢ ማለት እዩ። ብፍላይ ውቑዓትና እውን እቲ ክረኽብዎ ዝግባእ ሕክምና ረኺቦም ናብ ሕብረተሰቦም ክፅምበሩ ዘኽእል ሞያውን ኣካዳሚያውን ትምህርትን ስልጠናን ክረኽቡ ምግባር ስለዝኾነ ድማ ንስራሕን ንትምህርትን ንስልጠናን ብቑዓት ክኸውን ዘግብር ናይ ስነ ልቦና ሕውየት ኣስተምህሮ ገና ብሰፊሑ ዘይኸድናሉ እዩ። ካብዚ ሓሊፉ ናይ ኣካዳሚን ናይ ትምህርትን ናይ ሞያውን ቴክኒክን ስልጠናታት እውን ብሰፊሑ የድሊ እዩ። ዓቕሚ ሒዞም ምስ መጉዳእቶም ዝኸይድ ሞያ ሒዞም ክወፁ ስለ ዝግባእ እዚ ብጣዕሚ ዓብዪ ገዛ ዕዮ እዩ ማለት እዩ። እዚ ጥራሕ ግን ኣይኮነን ናብ ሕብረተሰብ ክፅምበሩ እንተድኣ ኮይኖም ትሕዝ ዘለዎም ኣካላዊ ኩነታት ሒዞም ክፅምበሩ ስለ ዘይግባእ ሞያን ልምድን ምስ ረኸቡ ድማ ያው ዘድሊ ናይ ልቓሕ ዕድል እውን ናይ ዕደጋ ምትእስሳር እውን ካልኦት ድጋፋት ረኺቦም ኣብ ሕብረተሰብ ዓርሶም ዝኽእልሉ መሊሶም እቲ ኣብ መኸተ ዘርእይዎ ጀግንነት ብካሊእ መንገዲ ዝደግምሉ ብካሊእ መልክዑ ዝደግምሉ ኩነታት ክንፈጥር ኣለና። እዚ ናይ ኩሉ ትግራዋይ ርብርብ ይሓትት ማለት እዩ። እዚ ጥራሕ ኣይኮነን። ስድራ ስውኣትና እውን ኩላትና ስለ ንፈልጦ ኣብ ሕድሕድ ገዛ ዘሎ ጉዳይ ስለ ዝኾነ ኣብ ከቢድ ማሕበረ ኢኮኖሚያዊ ሽግር እዮም ዝርከቡ ስድራ ስውኣትና። ዝጥውሮም ዝሰኣኑ፣ ደቆም ዘምህረሎም ዝሰኣኑ ብዙሓት ስድራ ስውኣት ኣለዉና። ነዚኦም ቁልጡፍ ሓገዝ ምግባር ዘድልዮም፣ ብቋዋምነት ክጥወሩ ዘለዎም፣ ዓቕሚ ፈጢርካ ዓርሶም ክኽእሉ ዘለዎም ብዙሓት ስድራ ስውኣት ኣለዉና። ኣብ ዝተፈላለየ ናይ ቃልሲ መዋእል ግቡኦም ናይ ዝፈጸሙ ወለዲ፣ ውላድ ክንሕብሕብ፣ ክንድግፍ ግቡእና ስለዝኾነ። እዚም ምግባር እውን ናይ ኩሉ ትግራዋይ ርብርብ ይሓትት እዩ። ናይ መንግስትን ህዝብን ርብርብ ይሓትት እዩ ማለት እዩ። ስለዚ እዚ እውን ካሊእ ዓብዪ ገዛ ዕዮ ገና ዘይተንከፍናዮ ክበሃል ዝኽእል ገዛ ዕዮ እዩ። እዚ ድማ ብናይ ሓደ ትካል ወይ ብናይ ግዜያዊ ምሕዳር ወይ ብናይ መንግስቲ ኣካል ጥራሕ ዝስራሕ ዘይኮነስ ናይ ኩሉ ትግራዋይ ኣብ ዝሃለው ይሃሉ ድላዩ ዓይነት ፖለቲካዊ ኣረዳድኣ ድላዩ ዓይነት ፖለቲካዊ ቅዋም ይሃልዎ ብናይ ከባቢ ይኹን ናይ ሃይማኖት ኣፈላላይ ብዘየገድስ ኣብ ከምዚኦም ዝበሉ ወሰንቲ ብሄራዊ ኣጀንዳታት ዓሲሉ ክሕግዝ ኣለዎ ማለት እዩ። እናሓገዘ እውን መፂኡ እዩ። ካብቶም ሓድነትና ነጠናኽረሎም ምንቅስቓሳት ሓደ ድማ ኣብ ከምዚኦም ዝበሉ ጉዳያት ሓደ ምዃን ማለት እዩ። ሓድነት ክንብል ተለና ኣብ ከምዚኦም ዝበሉ ጉዳያት ሓቢርካ ምውፋር እዩ። ንከምዚኦም ዝበሉ ጉዳያት ተመሳሳሊ ኣረዳድኣ ምሓዝ ማለትና እዩ። ስለዚ ነዚ መሰረት ገይርና ምስ ኮሚሽን ስፖርት፣ ምስ ብሄራዊ ኮሚቴ ምትእኽኻብ ሃፍቲ ሓርበኛታት ትግራይ ብሓባር ብምዃን እዚ ናይ ሎሚ ዓብዪ ጉያ ከነዳሉ እንተለና እቲ መራሕ ሓሳብ እውን ብሄራዊ ሓድነት ንሕውየት ትግራይ ብዝብል ኢና ክካየድ ተወሲኑ ዘሎ ማለት እዩ። ንምንታይ እዩ ተመሪፁ ዘሎ ዝመራሕ ሓሳብ ዕዚ ከም ተጋሩ ምሽጥር ዓወትና ምሽጥር ህላውና ምሽጥር ኩሉ ፅንዓትና ዝኾነ ሓድነትና ካብ ማንም እዋን ንላዕሊ ኣጠናኺርና ንቕፅለሉ ግዜ እዩ ኣጠናኺርና ሕቶታት ናይ መኸተና ብዝግባእ ንምልሰሉ ግዜ እዩ ሓድነትና ኣጠናኺርና ማለት እዩ ሓድነትና ነጠናኽር ኢልና ክንሓስብ እንተለና ድማ ኣብቶም ናይ ሃርበኛታትና ጉዳይ እውን ሓቢርና ንውፈር ማለትና እዩ። ሓቢርና እንተወፊርና ትግራይ ክትሓዊ እያ ማለት እዩ። ትግራይ እንተሓውያ ድማ ናይ ሃርበኛታትና ሕውየት ይረጋገፅ ማለት እዩ። ካብ ሕውየት ትግራይ ወፃኢ ናይ ሃርበኛታት ሕውየት ዝበሃል የለን። ሕውየት ትግራይ ክንብል ተለናስ ሃርበኛታትና ኣብ ትግራይ ውሽጢ እዮም ዝነብሩ። ትግራይ እንተሓውያ ትግራይ ናብ ስሩዕ ዳግመ ህንፀት፣ ናብ ሪከቨሪ፣ ናብ ሪኮንስትራክሽን እንተኣትያ ን ሃርበኛታትና እውን በቲ ኣብ ሕብረተሰብ ዝካየድ ሰፊሕ ናይ ማሕበረ ኢኮኖሚያዊ ንጥፈት ተጠቀምቲ ይኾኑ ማለት እዩ። ብዝሐሸ መንገዲ ክሓውዩ ይገብር ማለት እዩ። ስለዝኾነ ካብ ዓብዪ ነገር ንጀምር፣ ብሄራዊ ሓድነትና ኣስጢምና፣ ብሄራዊ ሓድነትና ኣጠናኺርና፣ እቲ ናይ ሕውየት ትግራይ ነራጋግፅ ክንብል ተለና ሃርበኛታትና እውን ኣብዚ ሕውየት እዚ ተጠቀምቲ ስለዝኾኑ እዩ። ስለዝኾነ እዚ መራሒ ሓሳብ ዝተመረፀሉ ቀንዲ ምኽንያት እቲ ሕዚ ክገልፆ ዝፀናሕኹ እዩ ማለት እዩ። ስለዚ ብድምር ካልኦት ንጥፈታት እውን እዚ ናይ ዓብዪ ጉያ ጥራሕ ዘይኮነስ ካልኦት ንጥፈታት እውን ኩላትና ተጋሩ ተረባሪብና ዝኸኣልናዮ ሞያ ዘለዎ፣ ጉልበት ዘለዎ፣ ገንዘብ ዘለዎ፣ ፍልጠት ዘለዎ፣ ንብረት ዘለዎ ኩላትና ኣብ ሓደ ዓሲልና ንሕውየት ሃርበኛታትና ክንውፈ ኣለና ማለት እዩ ክንውፈ ኣለና ክሳብ ሕዚ ናገበርናዮ መፂና ኢና ግን እቲ ተሪፉ ዘሎ ገዛ ዕዮ እውን ቀሊል ከም ዘይኮነ ተገንዚብና ናይ ኩላትና ርብርብ ዝሓትት ምዃኑ ተገንዚብና ክንሰርሕ ክንረባረብ ይግባእ ማለት እዩ ስለ ዝኾነ እዚ ናይ ሕዚ ዓብዪ ጉያ ኣብ መላእ ትግራይ ብፍላይ ኣብተን ዓበይቲ ናይ ዞባታት ዋና ዋና ከተማታት መቐለ ሓዊሱ ክካየድ ኣብዚ ድማ ነዚ ዓብዪ ጉያ ዘድሊ ስፖንሰር ኣሎ ዝተሓተተ ንዝተፈላለዩ ትካላት ትካላት ከምቲ ንቅድሚ ሕዚ ናገበርኩሞ ዝመፃኹም ሓገዝ ሕዚ እውን ኣጠናኺርኩም ክትቕፅሉ ኣብ ጎኒ እቲ ሓርበኛ ምዃንኩም ብተግባር ክተርእዩ ፃውዒትና ነቕርብ ካብዚ ሓሊፉ መላእ ዘዋታት መላእ ህዝብና እውን ኣብቲ ጉያ ብምስታፍ ብሓደ ገፅ ስፖርት እዩ። ስፖርታዊ ምንቅስቃስ ስለ ዝኾነ ጥዕናና ንሕልወሉ ሓደ መንገዲ ከምዚ ዓይነት ስፖርታዊ ምንቅስቃስ እዩ። ኣካልና ንጥንክረሉ ምንቅስቃስ እዩ። ብካሊእ ገፅ ድማ እቲ ጉያ ንምጉያይ ተባሂሉ ጥራሕ ዝግበር ዘይኮነስ ምእንተ ክቡር ዕላማ ዝግበር ዘሎ ጉያ ስለ ዝኾነ ኩላትና እታ ቲሸርት ተኸዲንናያ ዘለና ቲሸርት ብምዕዳግ ኣብ ጎድኒ ሓርበኛታትና ዘለና ምዃንና ብተግባር ነርእየሉ ግዜ ክኸውን ናይ ውድድር እዋን ክኸውን በዚ ኣጋጣሚ ፃውዒትና ክነቕርብ እንደሊ ኣብ መወዳእታ እዚ ከምዚ ዝበለ ከቢድ ስራሕ ዕላምኡ ተገንዚብኩም ኣድላይነቱ ተረዲእኹም ሐዚ እውን ሓርበኛታትና ንቕድሚት ዘድሊ ናይ ማሕበረ ኢኮኖሚያዊ ምንቅስቓሶም ንምጥንኻር እግሪ ንምትካል ዓሊምኩም ከምዚ ዝበለ ምድላው ተሓባቢርኩም ክትሰርሑ ኣብ ምንቅስቓስ ትርከቡ ዘለኹም ኮሚሽን ስፖርት ብሔራዊ ኮሚቴ ምትእኻብ እቶት ዝተፋላለኹም ኣካላት ኣብዙይ ትሕግዙና ዘለኹም ብዝተፋላለየ መንገዲ ትሕግዙና ዘለኹም ኩሉኹም ንሕድሕድ ምጥቃስ ስለ ዘይካኣል ዘለና ናእዳ ዝላዓለ እዩ ክብሪ ዝግበኦ ኣፍልጦ ዝግበኦ ስራሕ ኢኹም ትሰርሑ ዘለኹም እዚ ድማ ኣብ ሕውየት ትግራይን ብፍላይ ድማ ኣብ ሕውየት ሃርበኛታትና ናይ ባዕልኹም ኣስተዋፅኦ ትገብሩ ዘለኹም ምኻኑ ተረዲእኹም ትገብርዎ ስለ ዘለኹም ነዚ ዘለና ክብሪ ዝለዓለ እዩ። የቐንየለይ። እዚ ናይ ለማዕንቲ ኣጀንዳና ብሄራዊ ሓድነት ንሕውየት ትግራይ ብዝብል ቴማ ምስ ኮሚሽን ሃርበኛታት ትግራይ ምስ ኮሚቴ ዓብዩ ኮሚቴ እቶት ምትእኽኻብ ትግራይ እውን ከም ኮሚሽን ስፖርት ሓቢርና ነዚ ታሪኻዊ ዝኾነ ስራሕ ኣካል እሱ ምዃንና በዚ ኣጋጣሚ እዚ ዕድለኛታት እውን ስለ ዝኾንና ከመስግን ይፈቱ። እሞ ከምቲ ቅድም ዝበለ ዝተብሃለ ጉዳይ ሃርበኛታትና ጉዳይ ስድራ ሃርበኛታት ስድራ ስውኣት ጉዳይ ህዝቢ ሕድሕድ ህዝቢ ትግራይ እዩ። እዚ ጉዳይ እዚ ጉዳይና ስለ ዝኾነ ድማ ከም ኮሚሽን ስፖርት ምስ ሃርበኛታት ምስ ሃርበኛ ኮሚሽን ትግራይ ብምትሕባር ኣብ ጥቅምቲ 16 ኣብ ዝግበር ዓብዩ ጉያ ንምትሕብባር ይኹን ዘለው ናትና ከም ኮምሽን ስፖርት እውን ኣብኡ ዘለው ናይ ኮምሽን ስፖርት ኣባላት ኣማተራት ስፖርተኛታት ኮታስ ኩሉ ፈታውን ኣፍቃሪን ስፖርት እውን ደጋፍን ስፖርት እውን እዚ ጉዳይ ጉዳይና ኮይኑ ንዞም ኣሕዋትና ስድራ ስዋኣትና ሓርበኛታት ስድራ ስዋኣትና ንምድጋፍ እዚኣ ተዳልያ ዘላ ቲሸርት እውን ካብ ዞባ ጀሚራ እስካዕ ጣብያ ትርጉም ብዘለዋ ትርጉም ዘለዋ ቲሸርት እውን ስለ ዝኾነት ከም ትርጉም ዓብዪ ትርጉም እውን ህብና ጥራሕ ዘይኮነስ ናይ ባዕላ ዓመት ክዓመት እውን እናዘለለት ተግባራዊ ገይርና እዞም ውቑዓትና እዞም ስድራ ስውኣትና መሰረታዊ ለውጢ ድጋፍ እስካዕ ዝረኽቡ በቢ ዓመቱ ናይ እቶት ምትእኽኻብ፣ ናይ ምልዕዓል ስራሕቲ ብስፖርት ኣቢልና ክንሰርሕ ዝወሰንና ምዃንና እዩ። እዚ ስፖርት ከምቲ ዝፍለጥ ኣካላውን ኣእምሮኣውን ሕውየት ከም ዘሎ ኮይኑ ስፖርት ንሓድነት እውን ዓብዪ ትርጉም ኣለዎ። ኣብ ህዝቢ ኣብ መንጎ ህዝብታት ዘሎ ርክብ እውን ናይ ምጥንኻር ዓብዪ ትርጉም ኣለዎ። ስለዚ ኣብዚ ኸዚ ሰዓት ህዝቢ ትግራይ እቲ ዓብዪ ዓቕሙ እንብሎ ብጣዕሚ ውሑድ ግን ድማ ጥንኩር ብጣዕሚ ጸባብ ናይ ጂኦግራፊ ኣቀማምጣ ብጣዕሚ ድማ ብተግባር ድማ ሰፊሕ ዝመስል ዝነበረ እቲ ናይ ሓድነት ህዝቢ ትግራይ ልዑል ስለ ዝነበረ ንኩሉ ዝመፁ ጸገማት ንምምካት ይኹን ካብቶም ጸገማት ከበድቲ ዝበሃሉ ጸገም ፈንጻሕካ ንምውፃእ እቲ ወደር ዘይብሉ ሓድነት ህዝቢ ትግራይ እቲ ዝለዓለ ዓቕምታትና ናይ ነይሩ ከዚ እንትንሪኦ ተለና ብዘሰክፍ መልክዑ ኣብ መንጎ ኣብ መንጎና ዘለዎ ዘይምቅድዳው ዝመስሉ ንመዋእሉ እውን ክትሪኦ እውን ዘይትብህጎ ናብ ቅድሚት እውን መጻእታትና ክጸላመት ዝኽእል ተርእዮታት ኣለዉ። እዚ ተርእዮታት እዚ ብዚ ናይ ከዚ ዓብዪ ጉያ ኣብልና ንሰውረሉ ጉዳይ እዩ ዝኸውን። እዚ ዓብዪ ጉያ እዚ ንሓድነትና እውን ነጠናኽረሉ ኣብ ሕድሕድ ገዛ ዘላ ኣብ ሕድሕድ ገዛ ስድራ ዘላ ፀገም ፀገም ህዝቢ ትግራይ ብሄራዊ ሽግራት ፀገማትና ምዃኑ ተረዲእና እቲ ስፖርት እውን ትርጉም ዘለዎ ንሓድነትናን ሕውየትናን ብሄራዊ ሓድነትናን እውን ነጠናኽረሉ እንሰብኸሉ እነረጋግፀሉ እውን ምስ ምዃኑ ንቶም ብቑዓትናን ስድራ ሃርበኛታትናን እውን እንድግፈሉ ስለ ዝኾነ ብሓውሲ ንከም ማልያ ተኸድና ብጉያ እንገልፀሉ ዘይኮነስ ንሓድነትና እውን እነጠናኽረሉን ኢደ ኢድካ ኢልና ነዞም ፀገማት እውን ኣብ ጎኒ ኮሚሽን ኣርበኛታት ትግራይ ኮይና እውን እቲ ዘሎ በርደን መንግስቲ ትግራይ ብዝኸ ዘሎ ብዙሓት ፀገማት ንኩላትና ግልፂ እዮም ግዝያዊ ምምሕዳር ትግራይ ዘለዉ ሽግራት እቶም ፀገማትና ልዕሊ እቲ ዓቕምታትና እውን እናኾኑ ንዝመፁ ብብግዜኡ ክፍትሑ ዝግበኦም ሽግራት እውን ዓቕሚ ብምስኣን ተወዲብና ብምትሕግጋዝ ዝፍጠሩ ዘለዉ ፀገማት ዓቕምታትና እውን ኣኪብና ሓድነትና ኣጠናኺርና ንዞም ሕድ ሕድ ገዛ ዘለዉ ስድራ ሃርበኛታት ኣብ ሕክምና ዘለዉ ውቑዓትና እውን ኣብ ጎኖም ኾይንና እንሕክመሉ ቀጻሊ ብዛ ዓመት እዛ እነኽብር ዘለና ድማ ዘለዉ ውቕዓትና እውን ሓውዮም ኣብ ዕለታዊ መናብ ብዛ ትምልከቶም ብዛ ግቡኦም ክሰርሕዋ ዝኽእሉ ኣብ መዓላ ኣውዒሎም ንሕብሕበሉን ስድራ ስውኣትና እውን ካብ ጸገማት ወጺኦም ዝሐሸ ናብራ መናውሮ ክፈጥርሉ ዝኽእሉ ዕድል ንምፍጣር ንርእየሉ ክኾን ብዛ ኣጋጣሚ እዚ ይላቦ። ስለዚ ከም ኮሚሽን ስፖርት ትግራይ ፈተውትን ኣፍቀርትን ኸዚ ውን ደጊመ ኣማተራት ስፖርት ኹልና ንዚ ዓብ ትርጉም ዘለዎ ዓብዩ ጉያ ኣብ ጥቅምቲ ዓሰርተ ሽዱሽተ ንገብሮ ኣብ ኹለን ዘዋታት ትግራይ ከምኡ ድማ ከከም ኩነታቱ ኣብ ብጣዕሚ ናይ ፖፕሌሽን ፃዕቂ ዘለወን ከተማታት ውን ብሰፊሑ ካብ ዞባ ውፅእ ኢልና ውን ኣብ ከተማታት ክህሊ ይኽእል እቲ ዳሕራይ እቲ ናይ ኣብዲ ዝግበር ጉዳይ ኾይኑ እዘን ቲሸርት እዚኤን ኣብ ኹሉ ማሕበረሰብና ስካዕጣዮ ዘሎ መሓውራትና እንተኸድና ነዚ በዓልዚ ናይ ባዕልና ኣስተዋፅኦን ናይ ባዕልና ዓሸራን ነዕርፈሉ ዕድል ባይታ ክኾንን ተጠቀምቲ እውን ክንኸውን ንኣነ ዝግበኣኒ ንዛ ፃውዒት እዚኣ ኣኽብረ ኣለኹ ጉበኤ ፈፂመ ኣለኹ እንብለላ ጉዳይ ክትኸውን ትኽእል ኣለዋ። በዚ ኣጋጣሚ እዚ ሰብ ሃብቲ ትግራይ ኩልኻ ኮታስ ኣብ ደገ ዘለኹም ስፖርተኛታት፣ ብኩሉ ዓይነት ስፖርት ዓውዲ ኣብ መላእ ዓለም ኣለኹም ኣትሌታትና ንዚ ጉዳይ እዚ እውን ብሽም ኮሚሽን ስፖርት ትግራይ እናፀዋዕኹ ዝኸኣልኩሞ ኩሉ ሓገዝ ንዞም ውቑዓት ኣሕዋትና ኣብ ፈቐዶ ሕክምና ዘለው ንዞም ስድራ ሃርበኛታት ጠዋሪ ዘይብሎም ስድራ ሃርበኛ ተጋሩና ድማ ክንሕግዝ ካብ ዘለና ዓቕምታት ካብ ዘለና ሃፍቲ ብሽም ኮሚሽን ስፖርት ክልል ትግራይ ኣብ ኹሉ ዓውደ ስፖርት ተዋፍርኩም ዘለኹም ስፖርተኛታት ኣብ መላእ ዓለም ዘለኹም ስፖርተኛታት እውን ድጋፍኹም ክትገብሩ ብዚ ኣጋጣሚ እዚ ፃውዕተይ ከቕርብ ይፈቱ። ከም ኮሚሽን ስፖርት ኣብ ጎኒ ሃርበኛታት ኮሚሽን ሃርበኛት ትግራይ ድማ ኮይንና ካብዚ ብዝበለፀ እውን ምህዞታትና እናመሃዝና ቀፀልቲ ዝኾኑ ስራሕቲ ናይ እቶት ምትእኻብ ስራሕቲ ብስፖርት ንሓድነትን ሕውየትን ትግራይ መሰረት ብምግባር ቀፃልቲ ብዙሓት ምህዞታት ተጠቕምና ክንሰርሕ ከም እንኽእል ድማ ብዚ ኣጋጣሚ እዚ ቃል ክኣቱ እውን ይፈቱ። የቐንየለይ። ገብረእግዚኣብሔር ኣበራ እበሃል። ምስ ሃርበኛታት ትግራይ ኮምሽን ናይ ብሄራዊ ሃፍቲ ምትእኽኻብ ኮሚቴ ምክትል ኣቦ ወንበር እየ። እቲ ሕዚ ቕድም ኢሉ ተጠቒሱ ዘሎ ናይ ጥቅምቲ ዓሰርተ ሽዱሽተ ዓብዪ ጉያ ዝካየደሉ ግዜ ካብቶም ናይ ሃፍቲ ምትእኽኻብ ኣካትል ምናሕ ብውሱን መልክዑ እቲ ሓደ ኣካል እንትኸውን ብዝበለፀ ድማ ኣብቲ ሕውየት ኣካል ጉዱእና ይኹን ስድራ ስውእና ከምኡ ኣቢሉ እውን ናብ ተመለስቲ ዝግበር ሸኽሚ ናይ ኣርበኛታት ኮምሽን ስራሕቲ ንምቅላል ኣብ ጎኑ ጠጠው ዝበለ ኮሚቴ እዩ። ነዚ ሙሉእ ህዝቢ ትግራይ እዚ ብሄራዊ ኣጀንዳ እዚ ወሲዱ ናይ ሕድሕድ ናይ ባዕሉ ኣጀንዳ ገይሩ ነዚ ሕውየት እዙይ ናብ ቅድሚት ንክመፅእ ብቀፃላይ ድማ ዘለውና ሽግራት ንክንፈትሕ ብሓድነት ንኽንጎይን ብሓድነት ንኽንሰርሕ ብሓድነት ንኽንትልምን ንኽንፍፅምን ብዘኽእል ደረጃ ኣብ ዓዲ ውሽጢ ኣብ ትግራይ ዘሎ ኣብ ማእኸል ዓዲ ዘሎ ይኹን ብፍላይ ድማ ቅድም እንትብል ብብሄራዊ ደረጃ ኣብ ዲያስፖራ ዘለው ተጋሩ ግዱሳትን ኸምኡ እውን ተሓባበርትን ደገፍትን ትግራዋይ ዝኾኑ ኣብ ፀገምና ንኽበፅሑ ብዝተሓተትናዮ ሕቶ ዝገበሩልና ምላሽ በዚ ኣጋጣሚ እዚ ከመስግን ይፈቱ። ንቕድሚት እውን እዚ ዘለና ዓብዪ ሽግር ንኽፈትሑልና ጥራሕ እንተይኮነስ ናይቲ ሽግር ኣካል መፍትሒ እዮም ኢልና ስለ ዘቐመጥና በቲ ዝመፅእ ዘሎ ትልምታት በቲ ዝንገብሮም ስራሕትታት ዘላቒ ናይ ትግራይ ሕውየት ዝረጋገፀሉ ግዜ ስለ ዝኾነ ኩሉ ካብ ተምሃራይ ጀሚሩ እስካዕ ነጋዳይን ናይ ሃይማኖት ኣመንትን ተኸተልትን ኩሉ ኮታስ ኩሉ ትግራዋይ ኣብዚ ዓሲሉ እዚ ሽግር እዚ ንኽንፈትሖ ዘኽእለና ስራሕቲ ንኽንሰርሕ ሓደራ ይብል። ንዝተገበረ ኩሉ ኣቕዲመ እናመስገንኩ ንቕድሚት ድማ ኩሉ ንብሄራዊ ሓድነትን ሕውየትን ትግራይ ጠጠው ክብል ይዕድም። የቐኔለይ።